ሰላም ሎሚ እውን ከምቲ ልሙድ ኣብዚ ማሕበራዊ ሚድያ ኣዛረብቲ ኮይኖም ዝወዓሉ ዛዕባታት ናባኹም ከብል እየ ፈለማ ግና ነዛ ቪድዮ ላይክ ሓደሽቲ ምስ ትህልዎ ድማ ነዛ ቻነል እዚኣ ሳብስክራይብ ምባልኩም ኣረጋግፁ ብዛዕባ ምብጻሕ ፕረዚደንት ኣሳፈወርቀ ናብ ስዑዲ ዓረብ
ከምኡ እውን ዜና መስዋእቲ ሚኒስተር ሚኒስትሪ ትምህርቲ ነበር ገዲም ተጋዳላይ ከምኡ እውን ርእሶም ወሪጡ ካልኣይ ከዓ ኣወሲዕል ማለት

ናብ ናይ ፈለማ ዛዕባ ክሓልፍ እንከለኹ ኣብ መንጎ ኤርትራን ስዑዲ ዓረብን ርክባት ክጅመር እዩ እናተባህለ ይርከብ። እስከ እቲ ዝርዝር ተኸታቲልናዮ ንመለስ። ናይ ሱዕዲ ዓረብ ጋዜጣታት ኣብ መንጎ ሱዕዲ ዓረብን ኤርትራን ርክባት ክህሉ ከም ዝኾነ ዝገለጻ ኮይነን ፍሉጥ ጋዜጠኛ ወሊድ ኣል ሓሰን ውን ብዛዕባ ምብጻሕ ፕረዚደንት ኢሳያስ ኣፈወርቀ ናብ ሱዕዲ ዓረብ ኣብ ናይ ኤክስ ገጻቱ ኣስፊሩ ከም ዘሎ ብተወሳኺ ተሓቢሩ። ዕጡቕ ጉጅለ ሑቲ ናይ ኢራን ብርጌድ ምዃኑ ዝጠቕሱ ወገናት ሱዕዲ ዓረብ እቲ ዕጡቕ ሓይለ ብመንግስቲ ኢራን ተኣዚዙ ዘካይዶ ዘሎ ናይ ምዕጻው ስጉምቲ ምዃኑ ውን ይሕብሩ ኣለው። ኣብ ቀይሕ ባሕረ ብባብ ኣልመንደብ ክሰግራ ዝፈተና ክልተ መራኽብ ጽዕነት ሱዕዲ ዓረብ ብሰንኪ ካብ ሑቲ ዝመጸን ናይ መጠንቀቕታ መልእኽቲ ንድሕሪት ተመሊሰን ከምዘለዋ እውን ምንጭታት ካብቲ ከባቢ ሓቢሮም ኣለው። ፕረዚደንት ኢሳያስ ኣፈወርቂ ናብ ሱዕዲ ዓረብ ክበጽሕ ከምዝኾነ ተገሊጹ። ዕጡቓት ሑቲ ኣብ ቀይሕ ባሕረ ድሕሪ ዝጀመርዎ ሓድሽ ናይ ምዕጻው ስጉምቲ ነቲ ኣብ ወሽመጥ ሖርሙዝ ዝጸንሐ ወጥሪ መኣዘን ከም ዝልወጠሉ ዝሕብር ዘሎ ኮይኑ፣ ብፍላይ ኣብ ልዕሊ መራኽብ ስዑዲ ዓረብ ዝገብርዎ ዘለዉ ተጻብኦ ሓድሽ ፖለቲካውን ወተሃደራውን ምዕራፍ ይኸፍት ከም ዘሎ ተገሊጹ። ብመሰረት ካብ ስዑዲ ዓረብ ዝወጽእ ዘሎ መግለጺታት፣ እቲ ኣብ መጻብብ ቦብ ኣል ሜንዴብ ዘሎ ሓድሽ ናይ ምዕጻው ስጉምታት ንናይ ስዑዲ ዓረብ ዲፕሎማስያን ውትህድርናን የበራብሮ ከም ዘሎ'ውን ይሕበር ኣሎ። ኣብ ዞባ ቀይሕ ባሕሪ ቀንዲ መሻርኽቲ ምዃነን ዝጥቀስ ዘሎ ስዑዲ ዓረብ ግብጽን ኤርትራን ኣብቲ ናይ ባሕሪ ምዕጻው ስጉምቲ ኢዳን ክሕውሱላ ከም ዝኽእሉ'ውን ዝሕበር ዘሎ ኮይኑ ኣብ ገምገም ቢብ ኣልመንደብ ዘላ ኤርትራ ንናይ ስዑዲ ዓረብ ሽግራት ኣብ ምፍታሕ ተራኣ ክትጻወት ከም ትኽእል'ውን ይንገር ኣሎ። ካብዚ ብምቕጻል ድማ ዜና ዕረፍቲ ኣሎኒ እስከ። ተኸታቲልና ንመለስ። ዜና መስዋእቲ ሚኒስተር ሚኒስትሪ ትምህርቲ ነበር ገዲም ተጋዳላይ ኣምባሳደር ሰመረ ርእሶም ብዝሓደሮ ሕማም ኣብ መበል ሰማንያን ሰለስተን ዓመቱ ተሰዊኡ። ብጻይ ሰመረ ኣብ ሽሕን ትሽዓተ ሚእትን ሰብዓን ሽዱሽተን ካብ ኣመሪካ ናይ ዩኒቨርሲቲ ትምህርቱ ኣቋሪጹ ናብ መሳርዕ ህዝባዊ ግንባር ተሰሊፉ ንኣስታት ፍርቂ ዘመን ድማ ኣብ ዝተፈላለየ ጽፍሕታት ንሃገሩን ህዝቡን ብዝለዓለ ተወፋይነትን ብቕዓትን ኣገልጊሉ። ኣብ እዋን ብረታዊ ቃልሲ ብጻይ ሰመረ ወኪል ክፍሊ ወጻኢ ዝምድናታት ህዝባዊ ግንባር ጸኒሑ ድማ ሓላፊ ኣገልግሎት ስለያ ኣብ ቤት ጽሕፈት ህዝባዊ ግንባር ካርቱም ኮይኑ ሰሪሑ። ድሕሪ ናጽነት ብጻይ ሰመረ ካብ ሽሕን ትሽዓተ ሚእትን ቴስዓን ሓደን ክሳብ ሽሕን ትሽዓተ ሚእትን ቴስዓን ክልተን ቀዳማይ ጸሓፊ ግዝያዊ መንግስቲ ኤርትራ ኣብ ሱዳን ካብ ሽሕን ትሽዓተ ሚእትን ቴስዓን ሰለስተን ክሳብ ሽሕን ትሽዓተ ሚእትን ቴስዓን ሽዱሽተን ዋና ዳይርክተር ዴክስ ክፍሊ ኣመሪካ ኣብ ሚኒስትሪ ጉዳያት ወጻኢ ካብ ሽሕን ትሽዓተ ሚእትን ቴስዓን ሸውዓተን ክሳብ ክልተ ሽሕን ሰለስተን ኣምባሳደር ኤርትራ ኣብ ኣመሪካ ካብ ክልተ ሽሕን ሰለስተን ክሳብ ክልተ ሽሕን ሽዱሽተን ኣመሓዳሪ ዞባ ማእከል ከምኡ እውን ካብ ክልተ ሽሕን ሸውዓተን ክሳብ ክልተ ሽሕን ዕስራን ሓሙሽተን ሚኒስትሪ ትምህርቲ ኮይኑ ተመዚዙ ኣገልጊሉ ሚኒስተር ሰመረ ርእሶም ምስዚ ሓላፍነት እዚ ብተደራቢ ካብ ክልተ ሽሕን ዓሰርተው ሸሞንተን ክሳብ ክልተ ሽሕን ዕስራን ሓሙሽተን ከም ኣምባሳደር ኤርትራ ኣብ ኢትዮጵያ ኮይኑ እውን ኣገልጊሉ እዩ። ብሰላም ዕረፍ ብጻይ ወዲ ርእሶም፣ ዘልኣለማዊ ዝኽሪ ንሰማእታትና ዓወት ንሓፋሽ። ኣውል ሲዒድ ወዲ ሃፍታምን መስትውዓልን ወዲ እዩ ኔሩ ይብለና ሓደ ናይ ቀደም መተዓቢቱ። እስከ ተኸታቲልናዮ ንመለስ። ሪዛልት ዘለዎ ተምሃራይ ኣብ ዝሓለፈ ክስታይ ውን ገሊጸዮ ኔረ ኣብ ሓደ ሓደ ሚድያታት ኩሉ ሰብ ውን ይፈልጥ እዩ ታሪካ ተኾይኑ ታሪካ ስለዝኾነ ከም በዓል ኣወል ሲዒድ ውን ደቂ ትምህርተይ ውን ኢለ ገሊጸ ኔረ ቅድሚ ሕጂ ኣወል ስዒድ እውን ካብቶም ንፉዕ ተምሃራይ ዝነበረ ስለ ዝኾነ ንኣኻ ምስ ዓወል ሰዒድ ብሓደ ተማሂርኩም? ብሓደ ኢና ተማሂርና።
ንገረና እስቲ ስለ ዓወል ሰዒድ። ሕዚ ዓወል ተፈላጢ ሰብ እዩ ያው ብዙሕ ኩናት ሓሊፉ እዩ ኣብ መንጎና ሕዚ ድማ ሰላም ክበሃል ከሎ ኣብትና ፅምዶ ኣብቲ ናይ ሰላም ርክብ ቅድሚት ኮይኑ ብዙሕ ስራሕቲ ዝሰርሕ ዘሎ ኤርትራዊ ሓውና እዩ ዓወል ሰዒድ እና ኣነ እውን ሓደ ግዜ ረኪበዮ ይፈልጥ እና እስቲ ቁሩብ ስለ ዓወል ዘይንፈልጦ ነገር ንገረና ዓው ኢሉ እዩ ዝዛረብ ሕዚ እና ከመይ ረባሽ ዶ ነይሩ ቀደም እውን ከምኡ ዶ ነይሩ ዓወል ማለት ወላ ውዑይ ይኹን ብጣዕሚ ኣስተዋዕል እዩ ኣስተውዓሊ እዩ፣ ኣንባቢ እዩ፣ ኣዋቂ እዩ፣ ራእሳን እዩ። ራእሳን ክብለኪ ከለኹ ፀርፊ ከይመስለኪ ብሬኑ ፋስቲ ኣወል ስዒድ ማለት ደራሲ እዩ፣ ገጣሚ እዩ፣ ርእሱ እውን ምሁር እዩ። ካልኣይ ከዓ ኣወል ስዒድ ማለት ተንደላቂቑ ዝዓበየ ወዲ ሃፍታም ወዲ ኮይሶ እንዳ ጥልፊ እዩ። ወዲ ሃፍታም ነይሩ ወዲ ሃፍታም እዩ። ስዒድ ወዲ ሃፍታም እዩ፣ ወድኻ ኣይኮነን። ኣወል ስዒድ ንማንም ከቀባጥር ንማንም ከብድ ኢሉ ዝኣተዎ ከይመስለካ። ኣወል ስዒድ ዝሰኣኖ ነገር የብሉን። ክፍጠር ከሎ ወዲ ሃፍታም እዩ። ወዲ ኮይሶ እንዳ ጥልፊ እዩ። ደረጁን ሩፍታይን ኣተዓባቢኡን ብቕንጦት ዝዓበየ
ላብሬሪ ኣትዩ ምስ ማንም ከይተጨናነቐ መፅሓፍ ገዚኡ ኣብ ገዝኡ ከንብብ ዝኽእል ካብ ጥዑያት ቤተሰብ ተፈጠረ ጥዑይ ኣእምሮ ዘለዎ ያው ስዒድ ማለት ካልኣይ ከዓ ለዋህ እዩ ኦኬ ያው ስዒድ ለዋህ እዩ። ምሕሳው ፅቡቅ ኣይኮነን ኣብ ንእሸይ ኣብ ንእሸይ ዕድመይ ማለት እዩ ተምሃራይ ኮይነ እንዳ ጥልፊ እዩ ዘለዎ ነፀላ ነደይ ዝኸደነ ኣብ ስዒድ ኣዴኻ ነፀላ ምኽዳን ደስ ይብለካ እንጂ ኣነ ኣብ ሂወተይ ዘሐጉሰኒ ነደይ ፅቡቅ ነገር ምግባር ኣለ ኣደ ኣብዚ ወላዲት ኣለ ብዙሕ እኳ ዝገብረላ ኣይኮንኩን ምስቲ ዓቅሚ ዘየለ ወላ ክልተ ኪሎ ሰለስተ ኪሎ ኮሚደረ ሽጉርቲ ሒዘላ ተኸይደ ብርከይ ትስዕመኒ ብርኽ ትድላትኒ ካብ ኣስመራ ሕጂ ከይደ የምፅያ ኣበር ጋና ዲያን ደስ ከይበላ እያ ብዙሕ ዘሎ ወላዲት እያ ካብ መታዕቢታ ገለ ተላልዮም እዚኣ ነታ ትፈትዋ ኣደይ ነፀላ ዝኸዳ ዝኸደና ኣወል ስዒድ ዓቕሚ ስለ ዘለዎ ካልኣይ ከዓ ኣወል ስዒድ ማለት ኣንባቢ እዩ ፈላጥ እዩ ናይ ሰላም ኣምባሳደር እዩ ካበዚ ሰዓት እዚ ካብ ኩሉ ስለ ኣወል ስዒድ ዘይኮነስ ስለ ህዝቢ ኤርትራ እውን ክዛረብ ይደሊ ኣነ እስከ ሕጂ ድማ ካብ ኣፍ መራሕቲ ብልጽግናን መሰልቶምን ብዛዕባ ኤርትራን ኤርትራውነትን ከምኡ'ውን ብዛዕባ ቀይሕ ባሕሪ ዘለዎም ኣመለኻኽታ እንታይ ይመስል ተኸታቲልና ንመለስ። ትም ምባል ስለ ዝመረጸ። ኢትዮጵያ የባህር በር ስታገኝ ኤርትራ ኤርትራ የሆነችበት ምክንያት ይፈርሳል። ኢትዮጵያ ኣፍደገ ባሕሪ ምስ ረኸበት ኤርትራ ኤርትራ ዝኾነትሉ ምኽንያት ከብቅዕ እዩ። እዛ በጣም ትልቅ ሀገር ነች። ኤርትራ ኣብ ኢትዮጵያ ብዙሕ ጽልዋ ዘለዋ ሃገር እያ። ስልጣን ሓሙሽተ ሽዱሽተ መራሕቲ ኢትዮጵያ ንክቕጽልን ክሓጽርን ጽልዋ ኤርትራ ነይርዎ። ሰነዳዊት ፊልም ኣብ ኤሪ ቲቪ። ኣብዚ መደብ መራሕቲ ስርዓት ብልጽግናን መሰልቶምን ብምስምስ ኣፍ ደገ ባሕሪ ዝሓስብዎ ዘይሕጋዊ ምስፍሕፋሕን ዕላምኦምን ኣብ ልዕሊ ኤርትራን ኤርትራውነትን ዘለዎም ኣመለኻኽታን ስነ ልቦናን ካብ ቃላቶም ክንከታተል ኢና። ቀይ ባህር ማለት ቀይሕ ባሕሪ ማለት ብጥንቲ ዝፍለጠሉ ንባዕሉ ባሕሪ ነጋሽ እዩ ዝበሃል። ነጋሽ ማለት ኣብ ኣኽሱም ዝነበረ ስልጣነ እዩ። የባህራችን ጉዳይ ተዘግቶብን እኖራለን እንዴ? ጉዳይ ባሕርና ተዓጽዩና ክንነብር ጊና ተዓጽይዎ ዝነብር መንእሰይ የለን። ሓቂ ለና ዓለምለኻዊ ሕግታት ኣሎ፣ ታሪኽ ኣሎ፣ መርትዖ ኣሎ። የኤርትራ ህዝብና ኤርትራ እንደ ሀገር የኢትዮጵያ አካል የሚሆኑበትን መንገድ ለማመቻቸት ጥረት የምናደርግ ይሆናል። አሰብ የኢትዮጵያ ነች ያልነው አሰብ የኢትዮጵያ ስለሆነች ነው። ዓሰብ ናይ ኢትዮጵያ እያ ዝበልና ናይ ኢትዮጵያ ስለ ዝኾነት እዩ ብሓይሊ ዝወሰድክሞ ብሓይሊ ክንመልሶ ኢና ስለዚ ከዚህ ቀደም የሰራነው ስህተት እናርም ቅድሚ ሕጂ ዝፈጸምናዮ ጉድለት ንኣርሞ ዓሰብ ንመንጥሎም

ተሸንፈናል። ተሳዒርና።
ተጨፈጨፍና።
ተዳሂኽና።
ዓሰመት ኢና ከነባርሮ ዘይነበረና ዕላማ ይኾነ ኣብ ማእኸል ኣትዩ ለዊስና። ሓሳብ ቀርቶ ግማሽ መንገዳ ተደረሰ።
ኣይሽንኳይዶ ናብ ዓሰብ ፍርቂ መንገዲ እኳ ኣይተበጽሐን። ስልሳ ሰባ ምተዋጋን የት ነው ያለነው?

ብምቕጻል ድማ ዝርዝር ኣስማት ናይቶም ፕረዚደንት ኢሳያስ ኣፈወርቂ ንሓድሽ መሪሕነት ዘዋድዶም ዘሎ ሰባት ወጺኡ ኣሎ እናተብሃለ ይርከብ። እስከ እቲ ዝርዝር ተኸታቲልና ንመለስ። እዞም ዝስዕቡ ዝርዝር ኣስማት ከነዳሊ ኢና፣ ክንዝርዝር ኢና። ቢንያም በርሀ፣ ቻርጅ ዲ ኣፌርስ ኣብ ኢትዮጵያን ወኪል ኤርትራ ኣብ ኣፍሪካን ዩኒየን፣ ሃብቶም ዘርኣይ፣ ወኪል መንግስቲ ኤርትራ ኣብ ሃገረ ስዊዘርላንድ፣ ዘርእሰናይ ተስፋይ፣ ኤምባሲ ወኪል ሃገረ ኤርትራ ኣብ ኣዲስ ኣበባ፣ መዘክር ሃብተ፣ ኣብ ቤት ጽሕፈት ሚኒስትር ጉዳያት ወጻኢ ሓላፊት ዴስክ ማእከላይ ምብራቕን ኣፍሪቃን፣ ሮቤል ወልደሚካኤል፣ ወዱ ንሚኒስተር ወልደሚካኤል ኣዩብ ዓብደላ ኣደም መሓመድ ጣህር ጠቕላሊ ቆንስል ሃገረ ኤርትራ ኣብ ካናዳ ዘሚካኤል ገብረክርስቶስ ኣብ ሚኒስትሪ ጉዳያት ወፃኢ ሓላፊ ዴስክ ኤሮጳን ሰሜን ኣሜሪካን ሓበን ተኽለ ኣባል ቤት ፅሕፈት ሚኒስትሪ ጉዳያት ወፃኢ ሚካኤል ሓጎስ ኣምባሳደር ሃገረ ኤርትራ ኣብ ራሻ ሙሉእ ተስፋ ማርያም ሓድሽ ሽመኛ ሓላፊ ህግደፍ ኣብ ዞባ ዓንሰባ ሳይሞን ተኽለሰንበት ዕሉል ኣሰጋጋሪ ዕባይ ሱዳን ዝነበረ ሕጂ ኣብ ኢሜሬትስ ዘሎ፣ ሄለን ኣሚነ ኣባል ሓምሻይ ዙርያ ኣባል ሃማደኤ፣ ሜሮን ኣሚነ ኣባል ሚኒስትሪ ጉዳያት ወጻኢ ኣብ ሃገረ ህንዲ ትምህርቲ ወሲዱ ኣብዚ ቀረባ እዋን ዓዲ ዝኣተወ፣
ቢቢሲ ብዛዕባ እቲ ካብ ዩኒቨርሲታት ኣሜሪካ እስካብ ኣብ ሃገራዊት ጋንታ ኤርትራ ኮኾብ ተጻዋታይ ክኾን ዝኸኣለ ፋህሚ ኢብራሂም ዝሰራሓ ሕጽር ዝበለት መደብ ኣላ እስከ ተኸታቲልናያ ንመለስ። ፋሂሚ ኢብራህም እብሃል መብዝሓቲኡ ሰብ ከም ሃገራዊ ተጻዋታይ ኩዕሶ እግሪ ኤርትራ እዩ ዝፈልጠኒ ካብ ስፖርት ወጻኢ ግን ንእምነተይ ንስድራቤተይን ንሰባትን ዓቢ ዋጋ ዝህብ ሰብ እየ ስለዚ ድማ እዩ ከም ፐርሰናል ትረይነር ኮይነ ዝሰርሕ ብዛዕባ ኣካላዊ ብቕዓት ኩዕሶ እግርን ከመይ ጌርና ነቲ ትኽክለኛ ዓቕምና ክነውጽእ ንኽእልን ብኦንላይን ትሕዝቶታት ይሰርሕ። ኣብ ህይወት ዝመረጽናዮ ዝኾነ ይኹን መንገዲ ንኻልኦት ከነቓቕሕ ይኽእል እዩ፣ እዚ ድማ ፍሉይ ጽባቐ ኣለዎ። ናይ ፈለማይ ተዘክሮ ኩዕሶ እግሪ እንተ ደኣ ኣልዒለ ምስ ኣቦይ ዝተኣሳሰረ እዩ። ንዓይን ንሓወይን ናብ ፓርክ ወሲዱ ንነዊሕ ሰዓታት የጻውተና ነይሩ። ካብ ስራሕ መጺኡ እናደኸሞ እኳ ድኻሙ ፈጺሙ ከየርእየና ኩሉ ግዜ ይወስደና ነይሩ። እናተቐዳደምናን እናተኻታዕናን ነሕልፎ ዝነበርና ግዜ ብጣዕሚ መሳጢ ነይሩ። እቲ ናይ ቁልዕነት ጸዋታና ናብ ናይ ህይወተይ ዓብዪ ህንጥዩነት ተቐይሩ እናማዕበልኩ መጽየ እንሆ ሕጂ ሞያይ ኮይኑ ኣሎ። ስለዚ የቐኔለይ ባባ። ኣብ ወጻኢ ዓዲ ምንባርን ምጽዋትን ከም ሰብ ብጣዕሚ ኣዕቢዩኒ እዩ። ዝተፈላለዩ ባህልታትን እምነታትን ምልማድ ነተሓሳስባኻ ብዝበለጸ የስፍሖ እዩ ነዚ ተመክሮ እዚ ድማ ብዝኾነ ነገር ኣይምቐየርክዎን ሕጂ ዝያዳ ብስለ ተጥሬ ንዓለም ብኻልእ ዓይኒ ሪኣ ኣለኹ ብሰንኪ እዚ ኩሉ ተመክሮ ድማ ዝያዳ ትሑት ሰብ ከም ዝኾንኩ ይኣምን። ካብዚ ብምቕጻል ድማ ኣብ መላእ ኢትዮጵያ ብፍላይ ድማ ኣብ ኣዲስ ብስርዓት ብልጽግና ዝተዋደደ ኢትዮጵያ ሓሚማ ኣላ ንድሕና ዝብል ምንቅስቓስ ተጀሚሩ ከም ዘሎ እዩ ናተዘረበ ዝርከብ እስከ እቲ ዝርዝር ታይ ይመስል ተኸታቲልናዮ ንመለስ። ኣብ ኢትዮጵያን ኣዲስ ኣበባን እታ ሃገር ሓሚም ኣላሞ መድሃኒት ነድልየላ ኢትዮጵያ ትፈርስ ኣላሞ ደጊፍና ነድሕና ዝብል ምትእኻባት ካብ ዝጅምር ዳርጋ ሰለስተ መዓልታት ኣቁጺሩ ኣሎ እዚ ርክባት ትማሊ ኣብ ከተማ ኣዲስ ኣበባ ይካየደሉ ኣብ ዝነበረ እዋንን ሰዓትን ንዕሸል መራሒ ኢትዮጵያ ኣብይ ኣሕመድ ኣብኡ ዝነበሩ ተሳተፍትን ተጋባእትን ረጊፆሞ ከምዝወፁ ካብ ኢትዮጵያን ከተማ ኣዲስ ኣበባን ሓበሬታታት ወፂኡ ይርከብ ኣሎ። ድሕሪ እዚ ወፂኡን ተዘርጊሑን ዝርከብ ዘሎ ኣናዋፂ ሓበሬታ ስርዓት ብልፅግና ብወግዓውያን መደበር ቴሌቭዥናቱ ቢሉ ነቲ ዝካየድ ዘሎ ከምዚ ዓይነት ርክባት ዝምልከት ዝወፅእ ዘሎ ጌጋ ሓበሬታ ዝኾነ ይኹን ኢትዮጵያዊ ከይደናገር መንግስቲ ኢትዮጵያ ነቲ ዘካይዶ ዘሎ ከምዚ ዓይነት ርክባትን ናይ መወዳእታ ውጽኢትን ብወግዒ ክሕብር'ዩ ክብል እዩ ነቲ ነቲ ዕሸል መራሒ ኣጋጢምዎ ዝርከብ ዘሎ ዓበይቲ ጽፍዒት ክሸፋፍን ፈተነታት ኣካይዱ ዝርከብ። እስከ ሕጂ ድማ ኣብዚ ማሕበራዊ ሚድያ ኣዛራቢት ኮይና ዝወዓለት ሓንቲ ቀደም ኣብ ኣስመራ ትቕመጥ ዝነበረት ናይ ወጻኢ ዜግነት ዘለዋ ሚቸን ዝተባህለት ሰበይቲ ንሓንቲ ደሃብ ትበሃል ኤርትራዊት ኣደ ኣዳልዩኒ ናበለት'ያ ትርከብ እስከ እቲ ዝርዝር ታይ ይመስል ተኸታቲልናዮ ንመለስ። ሰላም ሰላም ከመይ ጸኒሕኩም ኩላትኩም እንዳበልና ሎማዓንቲ ሒዘልኩም መጽየ ደለኹ ኣብ ቲክቶክ እንዳ ተዛወርኩ ከለኹ ናይዛ ኣዴና ትኣክል እያ ሚትሽን ትብሃል ኣብ ዴኒማርክ እያ ትቕመጥ መስለኒ ምስ ናይ ኤርትራ ዝኾነ ነገር ምትሓሓዝ ደለዎ ፖስት ድሕሪ ምግባራ ኣነ ድማ እንታይ ይኸውን ኢለ ምስ ከፈትክዎ ኣዳልዩኒ በጃኹም ሰባት ዝፈልጣ ዝነበርኩ ኣብ ኣስመራ ኢያ ትቅመጥ ኔራ ኣብ ክልተ ሽሕን ክልተን ኣብ ኣስመራ ኔረ ስለዚ እዚ ስእሊ ለጢፋቶ ዘላ ኣብ ኣስመራ ኮይና ዝተሳእለቶ ምዘን ሰባት ማለት ኢዩ ስለዚ ዳሃብ ትባሃል ደቃ ድማ ሄለን ታካልኤቲ ሽማ እኮ ኣይፈለጥክዋን ኢላ ኣብቲ ዝጸናሕኩሉ ግዜ ክንደይ ጥዑም ግዜ ኣሕሊፍና ብድሕሪኡ ግን ደሃያ ክረክብ ኣይከኣልኩን ስለዚ ትፈልጥዋ ሰባት እንተለኹም በጃኹም ኣዳልዩኒ ድሕሪ ምባል ኣብዚ ሕጂ ሰዓት ናታ ኣብዚ ትዕዘብዎ ዘለኹም ናታ ቻነል ፖስት ኢላቶ ኣላ ስለዚ ድማ ንሕና ንኽትረኽባ ንተሓጋገዝ ብምባል ናብ ኩሎ ሰብ ክባጻሕ መታን ሼር ግበርዎ ምናልባሽ ወይ ትፈልጥዋ እንድሕር ሰባት ኣለኹም ኮንኩም ድማ ታግ ጌረያ ኣለኹ ብዝናተይ ወይ ከው ድማ ኣብቲ ናታ ቻነል ኬድኩም ኣብኡ ብውሽጢ መሴጅ ክትፅሕፉላ እሳ ድማ ሃንቀው ኢላ ስለ ትፅበ ደላ ስለዚ ንተሓጋገዝ ብምባል ንኹላትኩም ድማ ምስ ደይረኸብኩሞም ነዊሕ ዓመታት ክትራኸቡ ፈጣሪ ይሓግዘኩም እንዳበልና ናብ ኩሉ ሰብ ንክትባፃሕ ሼር ንበላ ሰሰናዩ። ካብ ዝሓለፈ ቕነ ጀሚሩ ሻምን ሲናን ኣብዚ ማሕበራዊ ሚድያ ኣዛራብቲ ኮይኖም ምቕናዮም ንፈልጦ ጉዳይ እዩ። እምበኣር ሰብ ካብዛ ርእስቲ ገና ከይወጸ እንከሎ ኣብ ኤርትራ ዝምቕማጦም ክልተ መጻምዲ ነዚ ማሕበራዊ ሚድያ ኣዕለቕሊቖሞ ይርከቡ። እስከ ተኸታቲልናዮም ንመለስ። ብጣዕሚ እዮም ዝግደስሉ ካብ ኣነ ዝኣልዮ ኣብዚ ዓዲ ኋላ ዘለዉ መንእሰያት ይኹኑ ዓበይቲ ይኹኑ ኩሉ ሰብ ይተሓጋገዞ ይፈትዎ ንሱ እውን ናይ ከመዓልኩም ምባል ናይ ሰላም ምባል ናይ ኩሉ ነገር ብጣዕሚ እዩ ከቕልብ መዓት ናይ ቐልቡ ናይ ዝኾነ ናይ ኣእምሮ ይኹን ናይ ካልእ ግን ጸገም የብሉ እንታይ እዩ ጸገሙ ሕጂ ሕጂ እቲ ጸገሙ ዝብል ኣነ ኣብቲ ሕርስን ጥንስን ዝነበሮ ኩነታት እዩ ሓፈሻዊ እቲ ቅድሚኡ ዝነበራ ናይ ጸገም ናይ ጎለዲ ናይ ገለ ነገር ነይርዋ ክስሕብላ ድዮም ወይ ከብልዋ ድዮም ኣብቲ ናይ ሕርሲ ዝነበረ ጸገም ከም ዝኾነ እየ ተረዲኤ በቲ ንሕና ዝገምገምናዮ ማለት እዩ ወይ ከዓ እቲ ሕርሲ እውን ገለ ወይ ምውዳቕ ከጋጥሞም ይኽእል እዩ። ኣብዚ ግንባሩ ዕነ በዛ የማነይቲ ወገን በዛ ጸጋመይቲ ወገን እዚኣ ብረት ትመስል ጸላም ነይራቶ ኣብ ህፃን ንሕና ዘየቕለምና ኣሎ ብረት ትመስል ጸላም ምስ ነበረት ድሓር እንዳነኣሰት እንዳነኣሰት እንዳነኣሰት ከይዳ ሕጂ ንሳ ገለ ጸገማት ከም ዘለዋ ወይ ገለ ነገር ከም ዝኾነት ተረዲእና ጎንፂ ወይ ክስሕቡ ከለዉ ኣብ ሕክምና ድዮም ወይ ኣብ ኣዲኡ ከሎ ድዩ ዝኾነ ነገራት ጸገም ከም ዝነበረ ኣነ በቲ ናተይ እውን ቁሩብ ናይ ሞያ ሕክምና ነይርኒ ከምኡታት ከም ዘሎ ኣምር ወሲደ። እስከ ሕጂ ድማ ኣብ ዓሰርተ ትሽዓተ ሓምሳን ክልተን ኣብ ከባቢታት ሩባ መረብ ኤርትራ ዝተቐድሐት ጥንታዊት ቪድዮ ኣላ ኣንጊደኩም ክምለስ።

ሓሳባትኩም ኣብ ቦታ መውሃቢ ርእይቶ ኣፍልጡኒ። ሎማዓንቲ ኣዛረብቲ ኮይኖም ዝውዓሉ ዛዕባታት እዚኦም ይመስሉ ኔሮም። ነዛ ቪድዮ እዚኣ ላይክ ምባልኩም ኣረጋግጹ።